ኣለኹም ከመይ ቀኒኹም ደሓን ዶ ቀኒኹም እምበኣር እንኳዕ ደሓን መጻኹም እንዳበልኩ ናብ ዳይመንት ኣሉ ይዕድመኩም ናተይ ዕዱማት ክትኮኑ ከዓኒ ስጋ መወዳእታ ቪድዮ ክትከታተሉ ኣዝያ ፍልይቲ ዝኾነት ብሕምባሻ እየ መፅኩም ደለኹ እኳ ይርደኣኒ'ዩ ግዜ ጾም እንድዩ ደሎ ግን ኣጋጣሚ ሰሪሐዮ ዝነበርኩ ቪዶ ኣጋጣሚ ሕጂ ውን ንዓና ግዜ ክሪስማስ ስለ ዝኾነ ንደቅና ተድልየና ስለ ዝኾነት ግዜ ክሪስማስ እዩ ሓድሽ ዓመት እዩ ንልደት ናትና ውን ተድልየና ስለ ዝኾነት ሸር ድብለልኩም ደለኹ እሞኒ ክትኣትው ከለኹም ብላይክ ሳብስክራይብ ተደጊምካ ሳብስክራይብ እንዳገበርኩም ናተይ ዕዱማት ክትኮኑ ስጋብ መወዳእታ ከኣ ተኻታተሉኒ። ኣምጸልክን እየ እምበርኳ ናይ ሕምባሻ ቀዳማይ ክፋል ካልኣይ ክፋል ሕምባሻ ንኸይወድቀና እንታይ እንታይ ክንገብር ኣለና ኣላዋውሳ እውን ኣውሪደልክን ነረ እንዴ ሎማዓንቲ እውን ክንጎልጸ ኢና ሕምባሻ እንታይ እንታይ ክንገብር ከም ዘለና ማለት እዩ እምበኣር ረኣይኣ ኣዝያ ግርምቲ ዝኾነት ናብ ዝኾነ ነገር ኣብ ግዜ ውደ ኣመት ይኹን ኣብ ዝኾነ ኣኹርዕ ተብለና ካብ ሕምባሻ ፍልይ ዝበለት ኣዝያ ኣዝያ በሊዕኻ ደይ ትጽገብ ኣዝያ ሬድ ኦቨን ድኾነት ኣዝያ ጡጥ ድኾነት ፍልይ ዝበለት ኢና ሎማዓንቲ ብሓንሳብ ክንሰርሕ ኣሕዋተይ ኣዝኹም ፈቲኹማ ክትፈትዋ እውን ተስፋ እንዳገበርኩ እየ ተጠቀሙላ እኹም ኩልኻትኩም ተፈቲኹማ ሸር እንዳገበርኩም እቶም ሳብስክራይብ ዘይገበርኩም ሳብስክራይብ እንዳገበርኩም ብላይክ እንዳጀመርኩም ይሕዋተይ ናብ ኩሉ ሰብ ምእንቲ ክበፅሕ ማለት እዩ እምበኣር ሎማዓንቲ ሌቢቶ ከም ትሪእዎ ዘለኹም ኣዝያ ሓንቲ ዕሽግቲ ሌቢቶ ጌርና ቁሩብ ማይ ጌርና ሽኮር ካብ ገብሩ ኣለኹ ምእንቲ ክፈኹሰለይ ምእንቲ ማለት እዩ ከምዚኣ ገረ ብማይ ልብጥ ዝበለት ገረ ከዓኒ ኣኹስ ኣቢለ ክኸድና እየ ስጋብ ትኻል ኣስቤዛታትና ነዳልዎ ማለት እዩ። ኣዝዩ ፎኪስ ክኾነልና ምእንቲ ኩል ግዜ ንጥቀመሉ ሌቢቶ ኣየናይ ዓይነት ሌቢቶ ክንጥቀም ኣለና? ሌቢቶታት ዝተፈላለየ ሌቢቶ እዩ ደሎ ናይ ፒሳ ኣሎን ዝተፈላለየ እዩ። እዛ ዝረኣኹኹን ሌቢቶ ኸ ኣዝያ ኣዝያ እታ ቀዳመይቲ ሌቢቶ እዚኣ እያ ማለት እዩ። እምበኣር ሌቢቶና ስጋብ ሓፍ ንብለልና እንቋቑሖ ኣገዳሲ ዝኾነ እንቋቑሖ ንገብር ኢና ክልተ እንቋቑሖ ከዓኒ ይገብር ኣለኹ ማለት እዩ እዛ ትሪኣ ዘለኽን ከዓኒ ሰባ ኒዶ ምሻሎ ፓውደር ገይረ ኣለኹ ሓንቲ በዚኣ ከዓኒ እንተሃልየና ከዓ ፅቡቅ እዩ ማለት እዩ እዚኣ ትሪኣ ዘለኽን ከዓኒ ባተር እዩ ባተር ከዓ ኣዝዩ ኣዝዩ ፅቡቅ እዩ ዋላ ዘይት እውን ክንጥቀም ንኽእል ኢና ጨው ሓንቲ ማንካ ናይ ሻሂ ጨው ክንጥቀም ኢና ኣሕዋተይ እዛ ትሪኣ ደለኽን ከዓ ሽኮር ከዓ ከይበዝሐት ክልተ ማንካ ብናይ መብልዒ ተገርና እውን እኹል እዩ ፃባ ከዓ ኣዝዩ ኣዝዩ ኣገዳሲ ዝኾነ ፃባን እንቋቆሖን ኣዝዩ ንሕምባሻ ኣዝዩ ሶፍት ጡጥ ዝገብሮ ከዓኒ ፃባ እንቋቆሖ ናይ ፀባ ኒዶ እንተሃሊክን ከኣሕዋተይ ኣዝዩ በቃ ክነግረክን ኣይክእልን እየ ክነግረክን ኣይክእልን እየ በቃ መግለፂ የብለይ ናይዛ ሕምባሻ እዚኣ ካብቲ ሕምባሻታት ዝሰርሖ ዝፈትዎ ከዓ እዚኣ ማለት እዩ እምበኣር ከም ትሪኦ ዘለኽን ፊኖ ፃዕዳ ፊኖ ሓንቲ ተጠቂመ ኣለኹ ክልተ ሰለስተ ኣርባዕተ እዚ ኣርባዕተ እዚኣ ከባቢ ሰለስተ ሚእትን ሓምሳን ግራም ይኸውን እዩ እዚ ለቢቶ ከዓ ትሪኦ ኣለኽን ኣዝዩ ዓፍ ዓፍ ዓፍ ኢሉ ትሪኦ ኣለኽን ክነግረክን ኣይክእልን እየ በቃ ፈሊሑ ሽኮር ብጣዕሚ እዩ ደፍኩሶ ሽኮር ጌርና በፅቢፅናዮ ተፀኒሕና ማለት እዩ እምበኣር ሕጂ ከዓኒ ኣራንሺ ኣራንሺ ከዓኒ ብጣዕሚ በቃ ሃነነነነን እዩ ዝብል ካልኣይ ከዓኒ ኣይባላሸን እዩ ነዊሕ እዩ ዝጸንሕ ከባቢ ሰሙን ዋላ ኣብ ደገ ተጸንሐ ዋላ ሓንቲ ናይ ምብልሻው ዋላ ሓንቲ ኣይንርእን ኢና ኣዝዩ ጥዑም ጨና ክንሰርሖ ከለና ሃገገገግ ሕምባሻና ክንበልዖ ከለና ሃገገግ ዝብል ኣራንሺ ፍሕፋሕ ኣራንሺ ኣገዳሲ ኣገዳሲ ንሕምባሻታት ዋላ ንኬክ ኣብ ዝኾነ ከነእትዎ ኣለና እምበኣር ትሪኣ ኣለኽን እምበኣር ሕጂ ሓንቲ ኩባያ ማይ ለበጥ ድበለ ማይ ክንጥቀም ኣለና ማይ ኩሉ ግዜ ክውዒ የብሉን እቲ ለቢቶ ለቢቶ ልጮኑ ሕምባሻታትና ኣብ ዝኾነ ኬና እንዳ ውራይ ድዩ ኣብ ገለገለ ሕምባሻ ለቢቶ ለቢቶ ይጨኑ ይጨንወና እዩ ዋላ ንዓና እውን የጋጥመና እንድዩ ስለምንታይ ከምኡ ዝኸውን እንድሕር ተይልና እቲ ማይ ውዕይ ውዕይ ስለ ንገብሮ ኢና ለቢቶ ለቢቶ ንጨኑ ካልኣይ ከዓ ግዜ ነዊሕ ክንህቦ የብልናን ካብ ሰዓት ክሓልፍ የብሉን ሕምባሻ ሕምባሻ ሰዓት ሓፍ እንድሕር ተይላ ኣሙቕ ኣቢልና እንተኸዲንናዮ ድሕሪ ሰዓት ክንሕምብሾ ኣለና ክንጥፍጥፎ ኣለና ይሕዋተይ ዝለኸ ኣይፈኩስን እዩ ኣለምልም ተቢልናዮ ግን ጡጡጡጥ ዝኾነ እዩ ዝኾነልና ኩሉ ግዜ ክለውሲ ከለና ክዕፅቕ ወይ ክተርር የብሉን ይሕዋተይ ከምዚ ገይረ ከዓኒ ፅቡቅ ገይረ ሃሪመዮ ኣለኹ ኣዝዩ ፅቡቅ ኮይንልና ኣሎ ሕጂ ከምዚ ገይረ ከዓኒ ብኢደይ ኣኽብብ ኣኽብብ ኣቢለ ዘይቲ ገይረ እቲ ጣሳና ነዳልዎ ከዓኒ ፅሩይ ኮይኑ ብታሕቲ ዘይቲ ገይርና ክነቕምጦ ኣለና ድሓር ሸተት ኢሎም እንተ ክወፀልና ኩሉ ግዜ ሕምባሻ ንፋስ ከኣቶ የብሉን ፕላስቲክ ጌርና ዝኾነ ሽጎማነ ዘለና ናይ ሕምባሻ ኩሉ ግዜ ንጥቀመሉ ቤኖን ምሽ ንፈሊ ተጠቂምና ከዓ ነቐምጣ ማለት እዩ ከምዚ ጌርና ከዓኒ ፕላስቲክ ሸፊነ ጨርቂ ጌረላ ኣለኹ ራእዮ ከዓ ኣዝዩ ሓፍ ኢሉ ፎኪስ ኮይኑ በቃ ክነግረኩም ኣይክእልን እየ ኩሉ ግዜ ሕምባሻ ክንለውስ ከለና ምስ ተለወሰ ሓፍ ምስ በለ ኢድና ከነእትወሉ የብናን ይሕዋተይ ኢድና እንተእቲናሉ ንፋስ ይኣትዎ እቲ ዝለወስናዮ ከኣ ይወድቕ እዩ ዘሎ ስለዚ ከምዚኣ ዘላታ ትሪእዋ ዘለኽን ኣብኣ ከለኹ ኣኽብብ ኣኽብብ ኣቢለ ከምዚ ንቑመት ኣኑ ሓቢለዮ ኣለኹ ኩሉ ግዜ ሕምባሻ ክንግልብጥ ከለና ኣብኣ ከለና ክንግልብጣ ኣለና ኣሕዋተይ ብከምኡ እዩ ሕምባሻታትክን ዝወድቅ ወይ ከዓ ተሪር ይኸውን ኣይፈኩስን ኩሉ ግዜ ኣብ ኣላዋውሳ ቀዳምነት ክንለውሶ ከለና ካልኣይ ከዓኒ ክንስን ምስ ገልበጥናዮ ከዓ ቀስ ኣቢልና ብኢድና ፅቅጥ ፅቅጥ ከነብሎ ከም ዘለና ክንስልሞ ከለና እውን ናቱ ታራ ኣለዎ። ቀዳማይ ክፋልን ካልኣይ ክፋልን ናይ ሕምባሻ ኣሰራርሓ ኣውሪደልክን ኣለኹ ኣብኣትኽን ክትሪኦ ትኽእላ ክን ከመይ ጌርና ክንለውሶ ኣለና ምስ ለወስናዮ ኸኒ ከመይ ጌርና ክንጉልብጦ ኣለና ምስ ገልበጥናዮ ኸ ከመይ ጌርና ክንስልሞ ኣለና ዝብል ቀዳማይ ክፋልን ካልኣይ ክፋልን ናይ ሕምባሻ ኣውሪደልክን ኣለኹ ኣሕዋተይ ኣብኣትኽን ክትሪኦ ትኽእላ ክን ከምዚ ትሪኦ ዘለኽን ረኣያ ነንእሽተይ ባሊና ዝኾነ እየ በታ ኢደይ ቁንጥር ቁንጥር እንዳበልኩ ዘኽብበሉ ኣለኹ ኩሉ ግዜ ከነጉጅፎ የብልናን። ልስሉስ ተኮይኑ ኣዝዩ ክንፋሓልና ፎኪስ ምእንቲ ክኮነልና ኣንእስ ኣንእስ ኣቢልና ከነክብቦ ኣለና ኣሕዋተይ። ከምዚኣ ጌርና ኣክብብ ኣክብብ እንዳበልና ኩለን ከምኣ ጌርና ክንሰርዐን ኢና። ኣዝዩ ልስሉስ ድኮነ ዋላ ምፍኳሱ ዋላ ሕብሩን ገሊኡን ክነግረክን ክነግረክን ኣይክእልኒ ኣዝያ ጽብቕቲ ዝኾነት ንግዜ ሕጂ ግዜ ውዶ ኣመት እዩ ኣነ እኳ እዚ ዝሰርሖ ዘለኹ ቪድዮ ተሰሪሑ ዝነበረ እዩ ደውርደልክን ዘለኹ ሕጂ ኮንኩን ሰሪሐዮ ተሰሪሑ ቪድዮ ተቐሚጡ ዝነበረ እዩ ማለት እዩ ሕጂ ከዓኒ ሸር ይገብረልክን ኣለኹ ማለት እዩ ቀደም ተሰርሐ ቅድሚ ከባቢ ወርሒ ይኸውን ብሓጺሩ ሕጂ ግን ግዜ ውዳኣመት እዩ ተድልየክንያ የሕዋተይ ተድልየንያ ሕጂ ግዜ ክሪስማስ ኣሎ ሓድሽ ዓመት ኣሎ ኣውዳኣመት ኣሎ እሞኒ ደቅና ከ ዕረፍቲ ስለ ዝኾኑ ከምዚ ገርና ከነዳልወሎም እምበኣር ትርእየና ኣለኽን ባሊና ዝኾና ከምዚኣ እንዳገበርኩ ስርዕ ኣቢለየን ጫፍ ጫፈን ጀሚረ ብድሕሪኡ ካልኣይ ሪጋ መጽኤ ድሕሪኡ ኣብ ማእኸል ገይረየን ኣለኹ ሕጂ ትርእየ ኣለኽን ተር ኢሉ ከምዚ ኢሉ መጺልና ኣሎ ማለት እዩ ከምኣ ጌርና ከዓ ፕላስቲክ ጌርና ክንሽፍኖ ኣለና ኣሕዋተይ ንፋስ ክኣትዎ የብሉን ሓፍ ክብለና ክፎክሰና ንፍርቂ ሰዓት ዝኸውን ከነቕምጦ ኢና ድሕሪ ፍርቂ ሰዓት ተመሊሰክን ኣለኹ ድሕሪ ፍርቂ ሰዓት ከዓ ኣሕዋተይ ትሪኦ ኣለኽን ኣዝዩ ምልእ ኢሉ ኩሉ ተለጋጊቡ ፅቡቅ ኮይንልና ኣሎ ማለት እዩ ሕጂ ብራሽን ሓንቲ ብጫ እንቋቑሖን ኣዳልየ ኣለኹ እዚ ናይ ብሎዕ ማለት ብእንቋቑሖ ኩላ ተሰሪሓ ብእንቋቑሖ ገይርኻ ብላዕሊ ክለኽያ የሕዋተይ እዛ ትሪኣ ዘለኹም ከዓ ንእሽተይ ፃባ በታ ናይ ሻሂና ናይ ሽኮር ናይ ሻሂ ንጥቀመላ ማንካ ብኣ ከዓኒ ፃባ ተጠቂመ ኣለኹ ከምዚኣ ገይረ ብሓንሳብ ሕውስውስ ምስ ኣበልኩወን ንኩሉ ፅቡቅ ገይረ ክለኽዮ ኣለኒ ኣዝዩ በቃ ሓዊ ምእንቲ ክመስለልና ከምዚኣ ጌርና ክንለኽያ ኢና። ኩሉ ግዜ ኣሕዋተይ ተጠንቀቓ፣ ኩሉ ግዜ ምስ ለወስክንኦ ክሽፍንኦ ከም ዘለክን ሙቀት ክትብኦ ከም ዘለክን ንሓደ ሰዓት ከተቐምጥኦ ከም ዘለክን ድሕሪኡ ከኣ ክትጉልብጠ ከለኽን ኢድክን ኣብቲ ብሑቕ ኣይተእትውኦ ንሱ እዩ ደውድቐልክን ዘሎ ኣነ ናይ ሕምባሻ ክነግረክን ኣይክእልን እዩ ኣዝዩ ኣቲኽን ዋላ ክትሪኦ ትኽእላ ክን ኣዝዩ ኣዝዩ ብሉፅ ሕምባሻ እየ ዘዳሉ ከዳልዎ ከሎ ከዓ ከም ዝብለክን በቃ ተገዲሰ ግዜ ሂበ ፅቡቅ ጌርና ክለውሶ ከም ዘለና ክንሽልሞ ከለና ፎርኖና ክንውልዖ ከለና ወሊዕና ክነእትዎ ከም ዘይብልና ኩሉ ግዜ ወሊዕና እንተእቲናዮ ቀልጢፉ ሓዊ ብላዕሊ ቀልጢፉ ሓዊ ይሃርሞ እሞኒ ማእኸሉ ብሱልን ዘይብሱልን ይኸውን ወይ ከዓኒ ፎርንና ምስ ወላዕናዮ ከዓኒ ክንኮፍቶ የብልናን ስጋ ፍርቂ ሰዓት ዝኸውን ክንኮፍቶ የብልናን ድሕሪ ፍርቂ ሰዓት ከዓኒ ከፊትና ክንሪኦ ኣለና ኣነ እንታይ ይገብር መሲልክን ኩሉ ግዜ ሕምባሻ ከዳሉ ከለኹ ላዕልን ታሕትን ምስ ውልዖ ብሚእቲ ይጅምሮ ድሕሪኡ ክልተ ሚእትን ሓምሳን ይገብሮ ጽንሕ ኢለ ድሕሪ ዕስራ ደቒቕ ከኣ ናይ ታሕቲ ጥራሕ ንውልዖ፣ ብናይ ታሕቲ ከኣ ነቲ ናይ ላዕሊ ናይ ታሕቲ ንየብስሎ ማለት እዩ። ብሓንሳብ ኣይኮንኩን ናይ ላዕሊ ናይ ታሕቲ ንዶብስሎ፣ ሽዑ ኣዝዩ ሓዊ ይመስል ኣዝዩ ከኣ ፈኲስ ሶፍት ይኸውን፣ በቃ ክነግረክን ኣይክእልን እየ ብጣዕሚ ብጣዕሚ ክጽብቕ በቃ ክነግረክን ኣይክእልን የሕዋተይ ብከምዚ መልክዕ ተጠቀማ ሕምባሻ ጽቡቕ ሶፍት ዝኾነ ሬድ ኦቨን ዝኾነ ናይ ሕምባሻ ክኾነልክን ምእንቲ ማለት እዩ። እምበኣር ከምዚ ጌርና ሕጂ ከኣ እንደገና ከኣኒ ንስካፈ ጌረ እቲ እንቋቑሖ ምእንቲ ከይጨንወና እንቋቑሖ እንቋቑሖ ምእንቲ ከይጨንወና ከኣኒ ቁሩብ ኔስካፈን ጻባን ጌረ ከኣኒ ብላዕሊ ሕልፍ ሕልፍ ሕልፍ እንዳበልኩ ይለኽዮ ኣለኹ ማለት እዩ ነቲ እንቋቑሖ ጨና ንጸልኦ እንድሕር ተኮይና ንስካፈ ወይ ከዓ ቡን ተጌርናሉ ኣዝዩ ጨንኡ የጥፍኦ ማለት እዩ ሕጂ ወዲኤያ ትሪኣ ኣለኽን ኣብዚ ከኣኒ ስምስም ኣዳልየ ኣለኹ ስምስም ገይረ ከኣኒ ፅቡቅ ገይረ ክሽልሞ እየ ስምስም ከዓ ኣዝዩ እቲ ዝበለፀ እዩ ንጥዕናና ኣገዳሲ እዩ ኣበሱዳ ከዓ ኣበሱዳ ከዓኒ ፅቡቅ ስለዝኾነ ዋላ ንጥዕናና ከዓኒ ፅቡቅ ስለዝኾነ ሕጂ ኣበሱዳን ስምስምን ገይረ ብላዕሊ እቲ እንቋቑሖ ከይነቐፀ ከሎ ክንለኽዮ ክንሰሉ ኣለና እንቋዕ ሆሎኺ ምስ ኣበልናዮ ብላዕሊ ሽዑ ጠንቕቓ ኮለና ክንምስምሰሉ ኣለና ክሕዞ ምእንቲ ከይርግፈና ደሓር ማለት እዩ ከምዚኣ እንዳገበርካ ኩለን ሽልም ኣቢለየን ኣዝያ ምልክዕትን ግርምትን በቃ ክነግረክን ኣይክእልን እየ ዋው ዋው ድኾነት እያ እዚ ከዓ ኣበሱዳ እዩ ኣበሱዳ ከዓ ኩልና ንፈልጦ ኢና ኣብ ኩሉ ንጥቀመሉ ኢና ኣብ ቅጫ ንጥቀመሉ ኣብ ብዙሕ ነገራት ንጥቀመሉ ኢና ሕጂ ብስምስምን ብ ኣቦ ሱዳን ጌርና ከምዚ ጌርና ተሸሊምና ኢኻ ኣዝዩ ጽቡቅ ይኸውን መልክዑ ክንሪኢ ከለና ዓይንኺ እንታይ ድራራ ዓይንና ጽቡቅ ይርኢ ክንበልዖ ከለና ጥዑም በቃ እዚኣሲ ፈትና ኢኽን የሕዋተይ ነውዶ ኣመትክን ግዜ ክሪስማስ እዩ ሕጂ ቆልዑት ማለት እዩ ደሊኦም ንሓድሽ ዓመት ንደቅና ዋላ ንሕና ጾም እንተኮይንና ንደቅና ኢልና ክንሰርሕ ንኽእል ኢና ነውድኣመትና ከኣ ብዓብይኡ ኣውድኣመትና ከኣ ብፍልይ ዝበለ ካብ ሕምባሻ ፍልይ ዝበለት ከኣ እዚኣ ኣዝያ ጥዕምቲ ድኾነት ከነዳሉ ንኽእል ኢና ማለት እዩ። እምበኣር ሕጂ ተወዲኣያ ኣብ ፎርኖ ከእትዋ እየ ኣብ ፎርኖ ከኣኒ ኣነ ወሊዔ እየ ዘእትዎ ምስ ወላዕኩ ከም ዝልበልኩም ብሚእቲ ጅምሮ ድሕሪ ሚእቲ ከኣኒ ክልተ ሚእትን ሓምሳን ገብሮ ድሕሪ ዕስራ ደቂቅ ከኣኒ ናይ ታሕቲ ጥራሕ ውልዖ ድሕሪኡ ድሕሪ ፍርቂ ሰዓት ይኸውን ከኣኒ ከምዚ ዝበለት ሕምባሻ ወይ ካብ ሕምባሻ ፍልይ ዝበለት ካብ ብከምዚ መልክዕ ተወዲኣ ኣላ ኣዝያ ምርጓዳ ኣዝኣ ምፍኳሳ ስእሊ ኮነን ረጒዱ ደሎ ርኢኹን ኢኽን ኣዝየን ደቀቕቲ ባሊና ድመስላ እንጌረዮ ግን በቃ ምስ ዘኽበብክዎ ፍርቂ ሰዓት ሂበዮ ሓፍ ንክብለለይ ድሕሪ ፍርቂ ሰዓት ከዓኒ ኣብ ፎርኖ እተዮ ማለት እዩ ኣዝያ ዋው ድኾነት ምፍኳሳ ዶ ክትብሉ በቃ ምንፋሓ ድዩ ወላ እቲ ምንፋሓሲ ኣዝዩ ናይ ምፎኪስ ምዃኑ ሲ ስእሊ ኮነ እንተነፊሕ ደሉ ብጣዕሚ ይፎኪስ ክንቆርሳ ከለና ክትኣቱ ከለኹም መቸም ሪኢኹም ኣለኹም ኣሕዋተይ ኣዝያ ጡጥ ዝኾነት እያ ብከምዚ መልክዕ ሕምባሻና ተወዲኣ ኣላ ክትፈትዋ ከዓኒ ደስ ክትብለኩም